ብሱሩ ልወዲ ቅርሺ ልውሃብ ኣይመስለንን ከናድደኒ መዓት እዩ ሓደ እዋን እዩ ሓደጋ መኪና ኣጋጢምዎሲ መሐከሚ ስደድለይ ኢልኒ ኣነለ ከይዕዘበኒ ኢለ ሰላምታይ ረሳዕኹ ዝኸበርኩምን ዝኸበርክንን ናብ ቻናለይ ቤተሰብ ከመይ ኩራተይ ኣነ እግዚኣብሔር ይመስገን ጽቡቅ ኣለኹ ከምቲ ኣነ ሰላም ዘለኹዎ እውን ሰላም ክትህልዉ ሰላም ክትህልዋ ናይ ወትሩ ትምኒተይ እና ክብረተይ ናይዛ ቻናለይ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ ቤተሰብ ዝኾንኩም ድማ ሸር ላይክ ኮመንት ላጎርኩም ምብርታዕኹም ኣይፈለየኒ ንለዋልኩም ላይክ እና ኮመንት ላጎርኩም ኩሉ ግዜ ተበራታትዑን ዘለኹም ቤተሰበይ ከዓ ካብ ልቢ እየ ዘመስግንና ሎማዕንቲ ከዓ ናይ ሓንቲ ሓፍትና እንታይ ትመኽርኒ ዝብል መልእኽቲ ልኢኻትልና ንስኻትኩም እውን ከም ዝተለመደ ማለት እዩ ምኽርኹምን ሓሳብኩምን ብኮመንት ተቐምጡ ላላልኩ ላኣ ከብለኩም መጀመርታ ሰላም እግዚኣብሄር ኣብ ዘለኽዮ ምሳኺ ይኹን ገና ሓፍተይ ይቐኒለይ እግዚኣብሄር ይኸረለይ እና ኣነ እውን እስቲ ካባኽን ካብ ተመልከትኽን ምኽርን ሓሳብን ክትህቡኒ ደልየ ኣለኹ እና ናብቲ ሓሳበይ ከብለኩም ኣነ ኣብ ስደት እየ ዘለኹ እና ሸውዓተ ዓመትና ፍቅረኛ ኣለኒ ሐዚ ሐዚ ተትሒዙ ዓዲ ከይዱ ቤተሰቡ ኣፋሊጥኒ እዩ ንደዋወል እየ ምስ የሕዋቱ ጥዑያት እየን ክብሪ ሰብ ዝፈልጣ ኣንለውን ኣነውን ኮምኡ ንከባበር ኢና ደስ በሃልቲ ገዛ እዮም ኣነለ ብርኽቲ መርዓት ክኾን እየ ልምነ ኣብ ትሕቲ ፈጣሪ። ኣፍቃሪ የለ ብጣዕሚ ጥዑይ ቁኑዕ ሰብ እዩ ክሳዕ ዛሐዚ ሕማቅ ሪኤሉ ኣይፈልጥን ፀባይ ፀባየይ ትሕተኛ ዋዕ ኢልካ ልናገር ኣይመስለንን ልሰብኣየይ ተመስገን ልሰብኣየይ ተመስገን ለይረዳደእና ግን ሓደ ነገር ኣሎ ብቅርሺ ልመፀኒ ሓያል እየ ብሱሩ ልወዲ ቅርሺ ዝዋሃብ ኣይመስለንን ቅርሺ ምሃብ ከናድደኒ መዓት እዩ። ሓደ እዋን እዩ ሓደጋ መኪና ኣጋጢምዎሲ ንሕክም ስደድለይ ኢልኒ። ኣነለ ከይዕዘበኒ ኢለ ዓይነይ ደም እናመልአ ሓሙሽተ ሚእቲ ሰዲደሉ ናባዕሉ ወሲኹ ተሓኪሙ ሕሽዎ ደሓን ኮይኑ ብድሕሪኡ ቅርሺ ጸጊምኒ ኢልኒ። ታሞ ድዩ ሰሪሕኻ ዶ ኣይትበልዕን ኢለዮ። ጌጋ ይህልየኒ ዶ ይኾን ቅርሺ ተተልዒሉሲ ርእሰይ የሕመኒ ከማይ ዶ ይኾን ኩሉ ሰብ ካብኡ ሱቕ ኢለ ሱቕ ኢሉ ጠፊኡ ዋላ መስመር ኣይእቶ ደሓን ዶ ይኾን ኢለ ብጎኒ ሰብ ሓቲተ ደሓን እዩ ተባሂሉ የፍቅሮ እየ ግን ብቕርሺ ብቕርሺ ብሱሩ ለይንጋነ እና ጌጋ ኣይህብን ምባለይ ጌጋ ይህልወኒ ዶ ምኽርኹምን ሓሳብኩምን ለግስለይ ይብል ናይዚ ሓፍትና ናይ ለማዓንቲ ዘምፀአትልና ሓታ ማለት እዩ ክበራተይ እና ቤተሰብ ናይዚ ሓፍትና እዚኣ ትመስል ማለት እዩ ክበራተይ ካብ ዝሰማዕኹም ወይ ናይ ሸውዓተ ዓመት ፍቕራት እዮም ንሱ ኣጋጣሚ ተትሒዙ ዓዲ ከይዱ ዓዲ ምስ ኣተወ ግን ዝኾነ ሓደጋ ገጢምዎ ቅርሺ ስደድለይ ኢልዋ ከይዕዘበኒ ኢላ ከዓ ሓሙሽተ ሚእቲ ሰዲዳትሉ ውሱኽ ናይ ባዕላ ገይሩ ከዓ ተሓኪሞ ማለት እዩ። ብድሕሪኡ ሓውዩ ግን እንደገና ተመሊሱ ቅርሺ ኢልኒ ኣነ ብቅርሺ ዝመፀኒ ኣይፈትን እየ ናስ ቅርሺ ኣይህቢ ምባለይ ጌጋ ኣለኑ ዶ ብጣዕሚ እየ ዝፈትዎ ብጣዕሚ እየ ዘፍቅሮ ግን ቅርሺ ኣይህቢ ክብል ተለኹስ ምናልባት ጌጋ ይህልወኒ ዶ ከምዚ ከማይከ ዝገጠመክን ወይ ዝገጠመኩምስ ይህሉ ዶ እዩ ዝብል ናይ ዝሓፍትና ማለት እዩና ብድሕሪኡ ግን ኣይህቢ ክብሎ ተለኸ ግን ዋላ መስመር ይሃሉ ኣይሃሉ ሱቅ ኢሉኒ ብጎና ጎኑ ገይረ ሰብ ጠይቀ ግን ሰላም ከም ዝኾነ እዩ ሰብ ነጊርንና ኣነ ኣይህቢ ብማሌስ ጌጋ የለን ዶ እዩ ዝኾነ ናይ ብዙሕ ሰብ ለጋጥሞ እዩ ና ብዙሕ ሰብ ጥያቄ እውን ኢለ ሓሰብ በተለይ ስደት ዘለና ማለት እዩ ቤተሰብ ብፍቅረኛና ድዩ ብሓውና ድዩ ብሓፍትና ድዩ ብገርቤትና ድዩ ብመሓዛና ድዩ ከምዚ ዓይነታት ምፍትታን የጋጥም እዩ እና ከም ኣነ እኳ ማለት ትፈትዎ ሰብ ፍቕረኛኻ ድዩ ሓውካ ድዩ ሓፍትኻ ድዩ ኣብ ፀገማ ግዜ ማለት ከምዚ ለምሳሌ ከምዚ ሓደጋ መኪና ክገጥሞ ተሎ ወይ ዝኾና እንኳን ከም ኣነ ማለት እዩ እንኳን ናይ ሸውዓተ ዓመት ፍቕረኛኻ ርግጠኛ እንተኾይኑ ዘይትፈልጦ ሰብ እውን ክትረድእ ተለኻ ያው ፅቡቅ እዩ ኣብ ክትወሃብ እዩ ከማነ ምንም ኣይመስለኒ ማለት እዩ ቤተሰብና እቲ ዝገርም ነገር ግን እቲ ሓደጋ መኪና ገጢምዎስ መሐከሚ ሰሌዳ ተሓኪሙ ብድሕሪ እዩ ግን ቅርሺ ስለድለይ ኢልዋ ንሳ ከዓ ቅርሺ ዝብለኒ ወዲ ሰብ ዝብለኒ በተለይ ወዲ ብጣዕሚ እያ ዝናደደላና ማለት ከምኡ ክንብል ተለና ብዙሕ ዓይነት ሽም ክወፀና እዩ በረግጥ ማለት እዩ ዋላ ነባዕለይ ይገጥመኒ እዩ ዋላ ካብ ቤተሰብ ልዓሶ ማለት ከምዚ ርሑቕ ተይከድና ኣይህቢ ወይ ኣይገብሪ ወይ ኣይሰድዲ ወይ ኣይልእኺ ገለ ክንብል ተለና ብዙሕ ዓይነት ሽም ይወፀና እዩ ኦንላይን ኣትዮም ከም ዘይረኣዩና ይወፁ እዮም ወይ ከዓ ዝኾነ ሽም ይሁን ኣዮም ከም ዝኾያ ገላ ኣብ ብዙሕ ሰብ ዝገጥሞ እዩና ስለዚ ኣብቲ ዝወሃብ ሰዓት፣ ኣብቲ ዝግበር ሰዓት፣ ኣብቲ ሕልናኺ ዝኣመንክሉ ሰዓት ጌርክሉ ኣለኺ። ብድሕሪኡ ካልኣይ ሳልሳይ ምጥያቑ እንደገና ኣይህቢ ክትብልዮ ተለኺ ዝሓለፈ ጽቡቕ እዩ ክርኢ ነይሩ። ምክንያቱ ሓደጋ መኪና ገጢምዎ ክተሐክምዮ ከለኺ ዋ ትማሊ እንድያ ኣብ ጸገመኒ ሰዓት ከምዚ ገይራ ዝሐከመኒ ዝሐከመትኒ ኢሉ እዩ ክሓስብ ነይርዎና እሱ ግን ዋላ ተሓኪሙ ሓውዩ እዩ ገንዘብ ጠይቕክና ከም ኣነ ፍትወትኪ ከምቲ ፍትወትኪ ፍቕረኺ ከም ፍቕረኺ ገንዘብኪ መሓዝኪ ገንዘብኪ ምጥንቃቕኪ ምንም ዘጣዕስ ወይ ዘጠራጥር ኣይኾነይ ፍቕርና ገንዘብ በፈጽም ተኣምር ኣይራኸወይ ማለት ከማና በፍጹም ታምር ኣያራኽቦም እዩ። ገንዘብና ፍቅር ኣይጋነይ በፈጹም ተኣምር ማለት እዩ። ፍቅሪ ካልእ እዩ፣ ገንዘብ ካልእ እዩ። በርግጥ ትፈትዎ ሰብ ብገንዘብ ድዩ ብጉልበት ድዩ ዝኾነ መስዋእቲ ትኸፍለሉ ኢኻ። ግን ኣብ ስደት ኮንካ ፍቅሪ ገንዘቢ ማዕረ ማዕረ ክትሪኦ ኣይትኽእሊ። ፍቅሪ ናይ ባዕሉ ቦታ ኣለዎ፣ ገንዘብ ከዓ ናይ ባዕሉ ቦታ ኣለዎ እና ምክንያቱ ከመይ ጌርካ ከም ተምፅኡ የለኺ ከመይ ጌርና ከም ነውፅኦ ዘለና እቲ ገንዘብ መቸስ በተለየ ኣስደስ ዘለና በዓል መነ ንፈልጥና ገንዘብኪ ምቑጣብኪ ከምኣነ ፅቡቕ እዩ ኢለ ይሓስብ ኣይቢ ምባልኪ ኣብቲ ዝሕገዝ ሰዓት ምሕጋዝ ከፍቲ ድሓን እዩ ተሓኪሙ እዩ ኣብ ዝሓወየሉ ሰዓት ኢኻ ኣይህቢ ዝበልክየና ከምኣነ ምንም ዘናስሕ ወይ ጌጋ እዩ ኢለ ኣይሓስቢ እና በርግጥ እስኻትኩም እውን ቤተሰብ ብናይ ባዕልትኩም ርእይቶይ ሓሳብይ ኮመንት ተቐምጡላ ኮመንት ኣትየ ከንብብ እየ ስለ ዝበለትና እያ እና እና ኣነ ጠለል ብዘለ ኮም እየ ዝብል ገንዘብና ብዝኾነ ይኹን ሰብ ክንሽወድ የለን ምክንያቱ ኣብዚ ህዚ ሰዓት ገንዘብ ከምዚ ገይሩ ክሒድዋ ከምዚ ገይራ ክሒዳቶ ምናምን ስለዚ ያው ዝጠቕመና ዝጠቕመና በርግጥ ሓደ ፈጣሪ እዩ ዝፈልጦ ግን ገንዘብ ናይ ፍቅሪ ናይ ክንካ ስረ የብልናይ ማለት እዩ ዝፈትወካ ሰብ ብገንዘብ ኣይኮነ ዝፈትወካ ዘፍቅረካ ሰብ ብገንዘብ ኣይኮነ ዘፍቅረካ ስለዚ ገንዘብካ ምቆጣብኳ ብዘይ ምንም ገንዘብ ምሃብ ብዘይ ምንም ስለድለይ ልኣክለይ ብዘይ ከምኡ ዝፈተካ ዘፍቅረካ እንተኮይኑ ንምንታይ ዘይሰደደት እንደይሉ ሰብ ኣይቀይረካ ኦንላይን ኣትዩ ስኢሉ ዝወፅእ ዘሎ ያው ዝኾነ ናይ ገንዘብ ድልየት ጥራሕ ዘለዎ መሲሉ ይስምዐና ማለት እዩና እና በተለይ ኣብ ስደት ዘለና ገንዘብና ንቆጠቡ ብክልተ ዓይነት ክሳራ ከይንኸሰር ማለት እዩ ማለት ሰብ ካብ ሰብ ኣይፍሒ ብዙሕ ሰብ ኢና ንርኢ ብገንዘብ ድዩ ገዛ ከምዚ ገይረ ከይድኒ ከምዚ ገይረ ጠሊምኒ ስለዚ ሰብ ካብ ሰብ ኣይሕሺ ኣንሕና ከዓ ግድን ኣብ ባዕልትና እቲ ጌጋ ግድን ኣብ ርእስና ክስካብ ዘፅሕ ዘይኮነስ ካብ መሓዙትና ካብቲ ሚድያ ዝሰራጨ ዘሎ ካብኡ ገና ኣብቲ ነገር ዝተበፃሕና ካብቲ ሰሱ ክንምሃር እኒናና ገንዘብና መቆጣብና ብዙሕ ዓይነት ሽም ክወፀና እዩ። በርግጥ ክወፀና እዩ ክወፀክ እዩ ግን በቃ ዝኾነ ይኹን ዓይነት ሽም ዋላ ይሃልኪ ገንዘብኪ ምቑጣብኩም ገንዘብኪ ምቑጣብኪ ክሐጉሰኪ እምበር ከናስሐኪ የውሊ ኢለ ይሓስብ ምክንያቱ ንሱ ኣብ ዓዲ ኮይኑ ንሱ ካብ ዝኾንኪ ገንዘብ ሰዲድኪ ፍቅርኪ እውን ክትካስሪ ትኽእሊ ገንዘብኪ እውን ክትካስሪ ትኽእልና ዘፍቅረኪ ዝፈተወኪ ተኮይኑ ገንዘብ ለኣኩሉ ኣይለኣኩሉ ኣይገድፈክን ከምኡ እንተኮይኑ ከዓ ቢያንስ ገንዘብ ክትቁጥብልኺ ማለት እዩ ክብራተይ ኣነ ኩሉ ግዜ ከምኡ ኢለ ይሓስብና ንስኻትኩም እውን ብናዕልትኹም ሓሳብን ምኽርን ኮመንት ኣቐምጡ ላልዋልኩ ናይ ሎማዓንቲ ቪድዮና እዚኣ ትመስል ክስካ መጨረሻ ስለ ዝተኸታተልኩምና ከዓ ቴንክ ላልኩ ኣብዚኣ ክለኩም ኮራተይ ባይ ባይ